መን ከም ፍቕረኛኡ ኒልና ንኣሌክስ ኣፋሊጥዎ ማለት እዩ። ኣሌክስ ድማ ብጣዕሚ ተሓጒሱ ማለት እዩ። ነብሱ ጾር ምዃና እውን ኣይፈልጥን ነይሩ ኣሌክስ። ከምቲ ትርእይዎ ዝነበርኩም ኣብ ሕንጸጽ እዩ ነይሩና ንዓይኖም ብቻ እዩ ነጊርዋ ነይሩ። ሕጂ ድማ ኒልላና ንኣሌክስ ኣፋሊጥዎም ኣሎ ማለት እዩ። ሰላም ሰላም ቤተሰብ ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ሰላም ዘለኹዎ ሰላም ክትህልውለይ በዓልቲ ምልእቲ ተስፋ እየ ቪድዮ ክጅምሩ ከለኹም ላይክ ምግባር ጀምሩ ሓደሽቲ ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ኢኹም ቤተሰብ ዝኾንኩ ድማ ላይክ ሸር ምግባር ኣይትሕመቑ ቤተሰብ ማለት እዩ ስለተበራታትዕኒ ኩሉ ግዜ ኣብ ጎነይ ስለ ዘለኹም ብጣዕሚ እየ ዘመስግን ንዓኻትኩም ሒዘ ድማ ኣብ ዝለዓለ ደረጃ ክበጽሕ እየ ተስፋ ይገብር ማለት እዩ። ምብርትታዕኹም ኣይፈለየኒ ማለት እዩ እና ለማዓንቲ ድማ ብሓድሽ ቪድዮ እና ደስ ብዝብል ቪድዮ መጽያኩም ኣለኹ ማለት እዩ። እስካብ መጨረሻ ምሳይ ሓቢርኩም ጽንሑ ማለት እዩ። መጀመርታ ሊልና ኣሌክስ ትማሊ ደስ ዝብል ፕሮግራም ነይርዎም ብጣዕሚ እዩ ደስ ኢልኒ ሊሊ ድማ ምስ ኣሌክስ ስለ ዝተረኸበት ብጣዕሚ እዩ ደስ ልብል ማለት እዩ እንኳዕ ብሰላም ተረኸብኩም ክብሎም ይደሊ ማለት እዩ ሊሊ ከምቲ ትርእዋ ዝነበርኩም ብጣዕሚ እያ ናፊቃ ነይራ ማለት እዩ እዘን ኣርባዕተ መዓልቲ እስከም ኣርባዓ መዓልቲ የህላቶ ማለት እዩ ኣሌክስ ኣርባዓ መዓልቲ ኢሉ እንዳሓጨጨላ ማለት እዩ ምሉዕ ዕድመ ኢላታ ማለት እዩ ብጣዕሚ ደስ ልብል ፕሮግራም ነይሩ ከምቲ ትርእዎም ነበርኩም ማለት እዩ ብጣዕሚ ደኺምዎ እዩ መፅና ሳፕራይዝ ክገብሩ ቅይር ልበለ ክኾን ምንታይ ፕሮግራም ናይ ፎቶ ፕሮግራም ነይርዎም እዩ ግን ከዓኒ በቱ ኣጋጢሙ ዝነበረ ኩነታት መዓልቲ ከም ልተቐየረ እያ ትናገር ነይራ ሊልና ማለት እዩ ኣሌክስ ድማ ትማሊ መፅኡ ብጣዕሚ ደስ ዝብል ፕሮግራም ኣዘጋጆም ምስቶም ኮይና እና ሊሊ ክልቲኦም ኮይኖም ደስ ዝብል ፕሮግራም ኣዘጋጆምዎ ነይሩ ማለት እዩ ግን ዘተንኮሎም ግን የገደፍዋን ቶም እና ሊሊ ማለት እዩ ቅድሚ እዚ ሪኢኹምዎ ትኾኑ ኢኹም ናይ መርዓኦም ፍቶ እንዳሃለዎም ማለት እዩ ፌንቲ ነቒላ ብጣዕሚ እያ ሰንቢዳቶ ነይራ ማለት እዩ ቤተሰብ ሕጂ እውን ተመኼራ ምስቶሚ ኣሰንቢዳቶ ማለት እዩ ከመይ ተልኩም ምስ ትሕዝ ዘላቶ ኩነታት ማለት እዩ ግድል ክስንብድ ክትወልድ ዶ ደልያ ትኸውን ምናምን ኢሉ ክሓስብ ይኽእል እዩ ማለት እዩ ቤተሰብ እና ብጣዕሚ ሰንቢዱ ግን ያው ኣይደንጉየትን ወዲያው ያነገራቶ ኣብዚ ኣድኒቀያ ቤተሰብ ማለት ማለት ዘይምድንጓያ ቀልጢፋ ብምንገራ ኣድኒቀያ ማለት እዩ ምስቱ ዝነበረ ኩነታት ክጨናንቀስ ደስ ይብል ነይሩና ቀልጢፈ እያ ተነጊራቶ እና ብጣዕሚ ደስ ዝብል ሪኢኹም ኢኹም ናይ ፎቶ ደስ ዝብል ፕሮግራማት እዩ ነይሩ ማለት እዩ። ቀፃሊ እውን ኣይተወደአን ገና እዩ ማለት እዩ እና ኣብ መገብ ማለት እዩ ፍቅረኛኡ ምስ ኣሌክስ ኣፋሊጥዋ ማለት እዩ። ኣሌክስ ይፈልጠ ነይሩ ከም ምህላው ከም ዘላቶ ንዓይኖምና ንኣሌክስ ነጊርዎም ነይሩ ርኢና ኢና ኩልና ማለት እዩ። ግን ብኣካል ኣይፋለጥ ነይሮም ሕጂ ጊን ፍቅረኛኡ ሒዙ ምስ ፕሮግራም ደስ ዝብል ዝነበረ ሒዙ ኣፋሊጥዎ ማለት እዩ። ኣሌክስ በቃ ኣይተጸበየ ነይሩ። ሕጂ እዙ ነፍሱ ጸር ኮይና እሞ መራይ ተሓጒሱ ማለት እዩ ክኣምንሲ ኣይከኣለን ማለት እዩ ተኢሉ ለሎ ማለት ፍቕረኛ ኣላትኒ ኢኻ ኢልካ እምበር ማዕረ ክንዲዚ ርሕቐትስ ከይድኻ ዲኻ ኢሉ ብጣዕሚ እዩ ተገሪሙ ማለት እዩ ሊሊ ንባዕላ ኣይተጸበየቶን ማለት እዩ ኩሉ ከም በቃ ማንም ሰብ እሲ ከጥንስ ቤተሰብ ማለት እዚ ሕጂ ሰዓት ኣይኮነ ቆልዓ ኢኻ ገለ ስለልዎ እዩ እምበር ካልእ ኣይኮነ ቤተሰብ ማለት እዩ ከምዚ ብፍጥነት ክኾን ኢሉ ምስ ኣይሓሰቡ ነይሮም መንከብ ድማ ኩላ በቋራጭ ማለት እዩ ከም ዓይኖም ወይ ንምህዳም እዩ ዝኽእሉ ነገር ማለት እዩ ዓይኖም ሕፅይቲ ኣላትካ ስለዝበለቶ ካብኡ ንምህዳም እዩ ይመስለኒ ኣነ ግን ቤተሰብ ተይ ዝተጋገ ማለት እዩ ነገሩ ካብ ሞተ ዝኸውን ነይሩ እውን ግን ኣርባዕተ ወርሒ እያ ገራን እያ እና ዓይኖም ወይ ካብ ትነገሮ ያው ኣብዚ ቀረባ ግዘታት እያ ነጊራቶ ማለት ንከምኡ ኢሉ ሓሲብዎ ኔሩ ተትኾንሲ መዓልቲሲ ቀዲሙ እዩ ተፈጢሩኒኦ ዝነገራት እዩ ዝብለኩም ኣለኹ ቤተሰብ ማለት እዩ ንዓይ ንበይሉ ተሪእኹም ኢኹም ካብ ናተይ ሓሳብ ካብ ናተይ ፍቃድ ንምውፃእ ዲኹም ጌርካ የላቶ ማለት እዩ ግን ከምኡ ኢሉ ዘይኮነ ያው ወይ ከዓ ኣጋጣሚ ክኾን ይኽእል ለይተሓሰበ ክኸውን ይኽእል ኣይፍለጥን እምበር ምስቱ ከምኡ ኢልና ተሓሲብናዮሲ መዓልትሲ እንትን እዩ መዓልትስ ይቕድም ኣሎ ማለት እዩ እና ብጣዕሚ ደስ ልብል ፎቶታት ወፂኦም ምስ በዓል ኢሊ ምስ በዓል ኣሌክስ መን ከም ምስ ሰበይቱ ኮይኑ ማለት እዩ ደስ ልብል ፕሮግራም እዩ ነይሩ ቤተሰብ ማለት እዩ ገና ክልቀቀልኩም ይኾን እዩ ናይ ፎቶ ፕሮግራም ጠቕሊሉ ኣይተለቀቐን እዩ ቀፃሊ እዩ ማለት እዩ መንከም ምስና ኣሌክስ እንዳፈለጣ እውን ቪድዮ ተሰሪሕሎ ግን ከዓነ ኣይተለቀቐን ንሱ እውን ኣብ ሰዓቱ ክልቀቕ እዩ ተፀበዩ ብቻ ማለት እዩ ኣነ ሓፍትኹም ቀዲመ ኣምፅኤልኩም ይኹት ነገራት ማለት እዩ እና ብጣዕሚ ደስ ከም ዝበለኩም ተስፋ ይገብር ማለት እዩ እና ሊልዬ ደጊምና ምቕራባ ናብ ምውላድ እያ ንፀሎት ክበሩ ፀሎት ኣይተሕምቑ ማለት እዩ ርግፀኛ እየ ብሰላም ወሊዳ ብሰላም ከም ትወልድ እርግፀኛ እየ ኣዴ ማርያም ምሳኣያ ማለት እዩ ኩሉ ናይ ተመልከትቲ ፀሎት ወለዳ ፀሎት ኣይፍለያን እዩ ማለት እዩ። ካልኣይ ርእሳ ንምዃን የብቅዓያ ማለት እዩ። ሓቂፋ ሓቂፎም ዝስዕሙ ይግበሮ ማለት እዩ ቤተሰብ እና ናይ ልማዕንቲ ቢደይ ነዚ እያ ትመስል ነይራ ማለት እዩ። ብርግፅ ደስ ኢልኩም ከም ዝኾን ተስፋ ይገብር ማለት እዩ። እስከ ንኣይ ሓፍትኩም እስኪ ኣባራታትዕኒ ሸር ግበርለይ ላይክ ግበርለይ ሰብስክራይብ ግበርለይ ማለት እዩ ሰብስክራይብ ለይ ግበርኩም ሱ ኢልኩም ብደገ ትርኢ ማለት እዩ ኣነ ሓፍትኹም እሲ ክዓቢ ኣብ ዝለዓለ ደረጃ ክበፅሕ እስከ ኣባራታት ንሰብ መቸም ካብ ላዕለ ይኮነ ልጅምር ካብ ንእሽተን እዩ ልጅምርና እስኻትኩም ኣብ ጎነይ ተኮይንኩም ተበራታት ኢኹምኒ ድማ ኣብ ዝለዓለ ደረጃ ብቆንጆ ስራሕ ፅቡቅ ስራሕ ከምዚ ሀዚ ዘይኮነሲ ብናይ ባዕለይ ብቆንጆ ስራሕቲ ክመፀልኩም እያ ማለት እዩ ዘዘናግዕ ዘምህር ሒዘልኩም ክመፅ ሐዚ ከምቲ ኩነታት እዩ ዝኽየድ ዘሎ ማለት እዩ እምበር ያው ሕጂ ንዓኹም ዘየምህር ቪድዮታት ክኾን ይኽእል እዩ ግን ከዓ ኣብ ቀፃሊ ብቆንጆ ቆንጆ ቪድዮ ክመፀልኩም እየ ግን ንስኻትኩም ኣበራታትዕኒ እስከ ሰብስክራይብ እንዳገበርኩም ላይክ እንዳገበርኩም ተዓቕምኹም ማለት እዩ መልካምነት ሲ ፅባሕ ንጉሆ ንባዕልካ ይኸፍለካና ምንም ኣይትኸፍሉልን ኢኹም ንስኹም ያው ምንም ዝጎድለኩም ነገር የለይ ንዓይ ሰብስክራይብ ላይክ ክትገብሩለይ ከለኹም ግን ይጠቕመኒ እና ላይክ ሸር ሰብስክራይብ ግበሩለይ ማለት እዩ እና ናይ ልምዓንቲ ቪድዮ ሕዝያ ዝመፀ ኮነ እዚኣ እያ ትመስል ነይራ ኣብ ቀፃሊ ድማ ብቆንጆ ቪድዮ ከም ንራኸብ ተስፋ ይገብር ክሳብ ዝሱ ግን ሰሰናይ ንዓኹም እንዳበልኩ ኣዝያ ክፍለየኩም እየ ባይ ባይ